ዕላል ምስ ደራሲ መጽሓፍ ሕብረተሰብ ካበይ ናበይ ብኸመይ ኢንጂነር ሲራክ ክፍለ ኣብ ቀረባ ግዜ።
እዚ ቻነል እዚ ኣሚር ግራፊክስ ስቱድዮስ እዩ። የስ ኣሚር ግራፊክስ እቲ ብዙሕ ፊልምታት ዘፍርየልና። ናይ ሎሚ ዕላልና ምስ ኣቶ ሲራክ ክፍለ ጸሓፊ ሰለስተ መጽሓፍትን ብሞያ ደረጃ ድማ መሃንድስን እዩ ክኸውን። ሰናይ ምክትታል። ንሕብረተሰብ ኤርትራ መጀመርያ ከም ኣካሉ ወይ ከም ዋና ቀሪብካ ድሓር ከዓ ከምዚ ከም ጓና

ናይ ብሓቂ ኣገዳሲ ክብሪ እዩ። እዚኣቶም ስለምንታይ እዮም ከም ክብርታት ተቐሚጦም ዘለዉ? ንሕና ንልኡላውነት ክንብል ብዙሕ ነገር ኢና ከፊልና። እሱ ከም ክብሪ እንድሕሪ ዘይሒዝናዮ ንሕና ከም ሃገር መጠን ክንህሉ ኣይንኽእልን ኢና። ከተኽብሮም እንተዘይክኢልካ ከዓ እቲ ሓደ ዓቢ ውድቀት ናይዚ ሃገር እዩ። ሰባት ክዛረቡ ይኽእሉ እዮም፣ ኣገልግሎት ነዊሑ ክብሉ ይኽእሉ እዮም፣ ግን ከኽብርዎ ኣለዎም። ከም ዋልታ ተቐምጠው ዘለኻ ኣየምስሎን ዶ? ነዛ ሃገር
ስሳ ዓመት ዝተጋደሉ ኣለዉ። በዚ ዘሎ ኣባሃህላ ደጋፊ ተቃዋማይ ንበሎ ደሓን ሽዑ ብዛዕባ እዚ እውን ክንዛረብ ኢና ትኽክልነቱ ከምኡ ዓይነት ሰልፍታት ርኢ ይፈልጥ እኒ ኣብ ደገ በዚ ስም ዝፅዋዓ ብዙሓት ኤርትራውያን ሰልፍታት የን ውድባት የን ኣለዋ ብዝሕ ኢለን የን እኳ ብትኽክልነት ከምኡ ዓይነት ሰልፍታት የን ኣብ ዝኸድኩዎ ሃገራት መንግስቲ ዝቃወም ሰብ ሰሚዐ ኣይፈልጥን እዩ መንግስቲ ኣይትቃወምን ኢኻ ፖሊሲታትካ ክትቃወም ትኽእል ፖለቲካዊ ውድባት ሰልፍታት ገለ ከ ኣየድልየና ብዙሕ ፀይቂ ነገራት ርኢና ኢና እዚ እምኒ ዝድርብዩ ኣዴታት ዝሃርሙ ኤርትራውያን ኢና እንዳበሉ ሰባት ርኢና ኢና። እዚኦም ኤርትራውያን ክኾኑ ይኽእሉ እዮም። ዋላ ትውልዶም ኤርትራ እዩ። ወገን ምሓዝ ፀግዒ ምሓዝ እ፣ ከመይ ማለትካ ኣብ ፖለቲካ እ፣ ፀግዒ ምሓዝ ንቡር እዩ። እ፣ ናብቲ መንግስታዊ ምምሕዳር ኤርትራ ከዓ ንምፃእ ምልካዊ ዝበሃል ነገር ኣብ ዝኾነ ይኹን ዓለም የለን፣ ክህሉ ከዓ ኣይክእልን እዩ። ብጥቕሉሉ ሰውራ ኤረትራ ብምሉኡ ኣሳታፊ እዩ ነይሩ ወይ ከኣ ሰውራ ኤረትራ ቀያዲ እዩ ነይሩ ዝበሃል ናይ ኣቋራጭ ዝደልዩ ተዘይኮይኑ ኣብ ዓለም ከምኡ የለን ኣብ ኣሜሪካ ዝበዝሕ ክፋል እቲ ዓበይቲ ውሳኔታት በቲ ላዕለዋይ ደረጃ ናይ መንግስቲ እዩ ዝውሰን ብድሕሪኡ እዩ እቲ ኣሳታፊ ዝበሃል መልሲ ኣብ ኤረትራ እውን ከምኡ እዩ ኤርትራ ቀዋማዊት ሃገር ኣይኮነትን ክበሃል ብዙሕ ግዜ ኢና ንሰምዕ ኣብ ኤረትራ ቀዋም ኣሎ ስለምንታይ ኢና ከምኡ ዘይገበርና ዘለና ኢልካ ትሓስብ? ኣብ ዓዲ እንግሊዝ ከምዚ ናህና ቅዋም ዝበሃል ዶኩመንት የለን። ኣብ ቅዋም ዘሎና ርድኢት ከመይ እዩ? ኣብ ኤርትራ ቅዋም ሰፊሕ ዘተ ተኻይድሉ እዩ። ልዕሊ ቅዋም ኣነ ዝያዳ ከም ኪዳን ከም ቃል ኪዳን ዝሪኦ እቲ ሃገራዊ ቻርተር እዩ ቅዋም ኮ ኣብ መጨረሻ ኮ ሕግን ስርዓትን ምኽባር ማለት እዩ ከም ህዝቢ ኤርትራ ሕግን ስርዓትን ዘኽብር ብዙሕ ዘሎ ይመስለኒ ሓያል ማሕበራዊ ምሕደራ ወይ ድኹም ማሕበራዊ ምሕደራ ዝበሃል እሞ ከመይ እዩ መጀመርያ ንሽ እቲ ሕጊ እንዳባ ዝበሃል ናይ ኤርትራ ድፃወትዎ ተራ ኣለዎ ክሳብ ክንደይ እዩ ተርኡ እዚ ኣሚር ግራፊክስ ስቱድዮ እዩ እሞ ንኺድ ናብ ጉዳይ ደሞክራሲ ኣብ ኤርትራ። እቲ ኣብዚ የለን ዝብሎ ነገራት ኣብ ካልእ ከም ዘሎ እዩ ዝዛረብ። ከምኡ ማለት ጥራይ ድዩ ደሞክራሲ ማለት ብሓፈሽኡ? መብዛሕትኡ ግዜ እቶም ብዛዕባ ደሞክራሲ ዝዛረቡ ሰባት እንታይ ዝዛረቡ ከም ዘለዉ ከማን ኣይፈልጡን እዮም። ሕጂ ኣብ ኤርትራ ደሞክራሲ የለን ዝብሉ ኣለዉ። ደሞክራሲ ዘይብሉ ሃገር ኣብ ዓለም የለን።

ፖለቲካዊ ንቕሓት ኣለዎ ዝብል ገምጋም በፂሖም ባዕላቶም ምዕራባውያን ኣሜሪካ ከም ሃገር ቆይማ 150 ዓመት ደቂ ኣንስትዮ ከም ህዝቢ ይቁፀራ ነይረን ኣብ ስዊዘርላንድ ክሳብ 74 ኣብቲ ናይ ፌደራል ክሳብ 1974 ደቂ ኣንስትዮ ከም ህዝቢ ይቁፀራ ነይረን ምክንያቱ ድምፂ ቅባ መሰል ኣይነበረን እዛ ኣብ ዳያስፖራ ደላ ኢሚግሬሽን ሲ ከመይ ይብል እየ ዜግነተይ ኤርትራዊ እዩ መንነተይ ትግራዋይ እዩ ዝብሉ ሰባት ነይሮም ኣለዉ ስቲ ስለዚ ዜግነትካ ጥራይ እንድሕር ኮይኑ ኤርትራዊ ኣይናህናን ኢኻ ትብሎ ካልእ ኣማራፂ የብልካን እዚ ኣሚር ግራፊክስ ስቱድዮ እዩ ኣሜሪካ ቀዳማይ ዓለም ኤርትራ ሳልሳይ ዓለም እንታይ ማለት እዩ እቲ ዝበዝሕ ናይ ኣሜሪካ ህዝቢ ግን ኣርባዓ ሽሕ ኣይፈልጦን እዩ ቁጠባ ጥራይ ድዩ መምዘን ዝኸውን ኣፍሪቃውያን ሃገራት ከምዚ ብድኽነት እልልያ ዝሓሸ ጸጋታት ከዓ ኣብ ኣፍሪቃ ከም ዘሎ ከዓ ኩልና ንፈልጥ ብዛዕባ ድኻም ኣፍሪቃውያን ጸሓፍቲ ተዛሪብካ ኣለኻ ሓቅታትና ዲፈን ኣብ ምግባር ብዙሕ ሰሪሕና ኢና ኢለ ኣይሓስብ ነያ ሃገር ማዕረ ክንደይ ድያ ጥንቅቕቲ ክትከውን ዘለዋ ማለት ሳሓን ሳሓን ሳብሲ ንዝበዝሐ ፅቡቕ ክፈጥር ዝኽእል ነገር ኢልካ ክውሰድ ዘለዎ ሓደጋታት ወይ risks የለን ድዩ? ድሕነት ናይ ሃገር ክፈላለ እዩ። ብሳላ እዚ ህዝቢ እዚ ብሳላ እዚ መንግስቲ እዚ ድሒንና ዝብሉ ዝነበሩ እዞም ጎረባብትና ትንፋስ ምስ ረኸቡ ዓሰብ ደሊና ዶ ባሕሪ ደሊና ዶ ገለ ክብሉ ጀሚሮም። እዚ ኣሚር ግራፊክስ ስቱድዮ እዩ። ምስ እንዳ ክስቶ ኣይትምርዓውኒ ኢኺ።